ካብ እግዚኣብሄር ኣቦናን ካብ ጎይታና የሱስ ክርስቶስን ጸጋን ሰላምን ይብዝሓልኩም ኣብ ኩሉ ኩርናዓት ዓለም ኮንኩም ትካተሉና ዘለኹም ተኸታተልቲ ተለቪዥን ተዋህዶ ከመይ ኣለኹም ናይ ለማዓንቲ ክፉት ደብዳቤ ብዝብል መልእኽቲ ናብ ኩሎም ኣቦታት ካህናትን ኣሕዋት ዲያቆናትን ወራዙትን ትምህርቲ ሰንበትን ዝተፈላለየ ሞያን ክእለትን ኣብ ሕክምና፣ ኣብ ፋይናንስ፣ ተክኖሎጂን ዘለዎም ውሉደ ቤተክርስትያንን እዩ እዚ መልእኽቲ እዚ። መጀመርታ እግዚኣብሄር ብሩኽ ወርሓ ጾም ይግበረልና። እግዚኣብሄር ዝኸብረሉ ንሕና ድማ ንባረኸሉ ጸም ይግበረልና። ቀጺለ ኣብዘን ዝዝርዝረን ኣርእስታት መደብ ሒዝኩም ናብ ተለቪዥን ተዋህዶ ንኽትሰዱ እዩ እቲ መልእኽቲ። እተን ኣርእስትታት ድማ እዚኣተን እየን፣ ትምህርቲ ወንጌል፣ ናይ ዕለቱ ወንጌል ግጻዌ መሰረት ብምግባር፣ ከምኡውን ሰንበት ሰንበት ኣብ ቤተ ክርስቲያንኩም እትህብዎ ስብከት። ካልኣይ ትምህርታዊ መጽናዕቲ መጽሓፍ ቅዱስ እትህብዎ። ሳልሳይ መደብ ቤተሰብን መደብ ወራዙትን ራብዓይ ታሪኽ ቤተ ክርስቲያን ሓምሻይ ምስጢራተ ቤተ ክርስቲያን ሻድሻይ ኣብ ሕክምናዊ ክእለት ሞያ ዘለኩም ከምኡውን ኣብ ፋይናንስን ቴክኖሎጂን ሻብዓይ ብዓውደ ዜናን ቃለ ምልልስን ክተገልግሉ እትኽእሉን ክእለት ዘለኩምን ካልእ ዝተፈላለየ ንህዝቢ ይጠቅም እዩ ዝበልኩሞ መደብን ብተለቪጅን ተዋህዶ ንኽመሓላለፍ ክትሰዱልና ብኽብሪ ንጽውዕን ንዕድምን። በዚ ዝስዕብ ኣድራሻ ክትልእኩዎ ትኽእሉ፣ Eri Tewahedo one at gmail dot com፣ ክደግማ'የ Eri Tewahdo one at gmail dot com ከምኡ'ውን ንዝያዳ ሓበሬታ ሽዱሽተ ዜሮ ሓሙሽተ ክልተ ሓሙሽተ ኣርባዕተ ዜሮ ሸሞንተ ሓምሳን ሽዱሽተን ክደግማ'የ ሽዱሽተ ዜሮ ሓሙሽተ ክልተ ሓሙሽተ ኣርባዕተ ዜሮ ሸሞንተ ሓምሳን ሽዱሽተን ብምድዋል ብዋትስኣፕ ቴሌግራም ቫይበር ክትረኽቡና ትኽእሉ ኢኹም። ተለቪዥን ተዋህዶ ካብ ሶኒ ክሳዕ ሰንበት ንሸውዓተ መዓልቲ ካብ ሰዓት ትሽዓተ ክሳብ ሰዓት ዓሰርተ PM ናይ ምሸት ናብ ኤርትራን ከባቢኣን ይፍኖ። ኣብ ዝሓጸረ ግዜ ሰዓታት ናይ ምውሳኽ መደብ ስለ ዘለና በዚ ስዕብዚ ገንዘባዊ ደገፍ ክትገብሩ ትኽእሉ። ዜል፣ Donate at tewahdo dot org። ብምግባር ወይ ውን ዝያዳ ሓበሬታ ሸውዓተ ሸውዓተ ዜሮ ሰለስተ ሓደ ዜሮ ሓሙሽተ ዜሮ ሸውዓተ ሸሞንተ ብምድዋል ዝያዳ ሓበሬታ ክትረኽቡ ትኽእሉ። ከምኡ ውን ብዜፊ ናይ ኦንላይን ኣብ ታሕቲ ኣብ ዲስክሪፕሽን ክገድፈልኩም እየ ብኡ ክትሕገዙ ትኽእሉ ኢኹም። እግዚኣብሔር ሰላሙ ይሃበልና ተለቪዥን ተዋህዶ ቀሺ ኣፈወርቂ የቀንየለይ።